ሰላም ዝኸበርኩም ተኸታተልቲ ቀንዴል ቀፂሉ ገምጋም ፀወታ ቀዳማይ እግሪ ጎባል ክለባት ኤሮጳ ቀዳማይ ክፋል ክቐርብ እዩ ሰናይ ምክታል ርመን ሉካኩ፣ መሬን ፌላኒ፣ ማርኮስ ራሽፎርድ ሓሓደ ኣብ ዘመዝገቡሉ ማንቸስተር ዩናይትድ ንኤፍሲ ባዛል 3 ብ 0 ብምስዓር ናይ ቻምፒየንስ ሊግ ግጥማታ ጀሚራቶ ዋላ እኳ ዩናይትድ ዝነኣድ ጸወታ ኣርእዮም ክበሃል ተዘይከኣለ ምስ ባዛል ኣወዳዲርካ ግና ነቲ ጸወታ ሙሉእ ብሙሉእ ኣብ ትሕቲ ቁፅፅሮም ከም ዘእተዎ እዩ ተራእዩ ድሕሪ 20 ደቂቕ ፖል ፖግባ ብመስበርቲ ምክንያት ብመሬን ፌላኒ ክቕየር ከሎ ተቐይሩ ዝኣተወ ፌላኒ ኣሰልጣኒኡ ዘንበረሉ እምነት ቀዳመይቲ ጎል ብምዝጋብን ኣብ ሓንቲ እውን ብምስ ስታፉን ክክሕሶ ተራእዩ እዩ። ፖል ፖግባ ከኣ ሓለቓ ጋንታ ኮይኑ ተመዚዙ ዝጀመሮ ጸወታ ክውድእ ብዘይምኽኣሉ ብፍላይ ከኣ ኣብ ቀረባ ግዜ ናይ 90 ሚልዮን ኣከፋፋሊ እናመሰለ ኣብ ዝመጸሉ ዝነበረ ግዜ እዚ ዓይነት መስፈርቲ ከጋጥሞ ሕማቕ ዕድል እዩ ክበሃል ይከኣል። ፖል ፖግባ ነቐፍቱ እናበዝሑ ኣብ ዝመጸሉ ዘለዉ እዋን ኣብ ኣይሪሽ ቲቪ ስሪ ዝስትንትን ዝነበረ ግራን ሳንሰስ ኣነ ዩቲበር ኮይኑ ዝስምዓኒ ኩሉ ገዲፉ ፌላኒ ዝገበሮ ዘይገብር እዩ ክብል ከሎ ኣቐዲሙ እውን ምስ ስቶክ ሲቲ ማዕረ ብክልተ ክልተ ብክልተ ኣብ ዝወፅሉ ኣብ ቢቢሲ ስፖርት ዝትንትን ጋሪዝ ኩክ ብኣቀማቕማ ጨጉሩ ክነቕፎ ተራእዩ እዩ ፖል ፖግባ ንሓድሽ ዝተቐምቀሞ ጨጉሩ ብቀይሕ ለኽዩ ከም ዝወረደ ዝዝከር ኮይኑ ጋሪዝ ኩክ ኣብ ዝበሎ ብዛዕባ ኣቀማቕማ ፖግባ ክዛረብ ደልየ ኣለኹ ቀንዲ ምክንያት ዝዛርበኒ ዘሎ ከዓ ባዕሉ ኣተኩረና ክስሕብ ኢሉ ዝገበሮ ስለ ዝኾነ እዩ ኣብ ምክፍፋል ማንቸስተር ዩናይትድ ብዙሕ ዝጎደለ እናሃለወ ክሳብ ሕጂ ከም ሓደ ዘይበሰለ በፅሒ ክትርእዮ ዘሕዝን እዩ ርግፀኛ ዓይነት ኣቀማቕማኻ ብኸመይ ኩዕሶ ከም ትቆፃፀር ብኸመይ ከም ተሕልፍ ከም ዘይውስን ሓደ ነገር ግን ይነግረና እዩ ሓንጎሉ ኣተኩርኡ ተገዳስነቱ ኣበይ ከም ዘሎ ኣብ ሜዳ ኣተኩሮ ሰብ ክትስሕብ ትደሊ ተኾንካ ጎል ብምዝጋብን ጽቡቕ ብምጽዋትን ክትገብሮ ኣለካ እምበር ብሕሱር ቀብዘርዘርን መስሓብ ዕዳጋን ክትገብሮ ኣይትኽእልን ኢኻ ብምባል ነቒፍዎ ፖል ፖግባ እዚ ሓድሽ መስፖርቱ ሽዱሽተ ሰሙናት ክወስደሉ ምዃኑ ተፈሊጡ ኣሎ ድሕሪ ዕረፍቲ ኣብ መበል 53 ደቂቕ ከኣ ሉካኩ ንዝተኾረሰትሉ ኩዕሶ ኣብ ሰኪዔታ ከስፍራ ከሎ ኣብ ዝጀመሮ ሽዱሽተ ፀወታታት ሽዱሽተ ጎላት ዛጊት ከመዝግብ ክኢሉ ምህላው ልዕሊ ዘላታን ኢብራሂሞቪች ዋይን ሩኒ ሩትባን ንስርሎይ ኣጀማምራ ጀሚሩ ከም ዘሎ ዘርኢ እዩ ክርስትያኖ ሮናልዶ ከይተረፈ ኣብታ 42 ጎላት ዘመዝገበላ ዓመት ኣብ ናይ መጀመርያ ሽዱሽተ ጸወቱ ሓንቲ ጥራይ ኣመዝጊቡ እዩ ነይሩ ኣብ ሃገራዊ ጋንትኡ እውን ድሮ ኣርባዕተ ኣመዝጊቡ ዘሎ ሉካኩ ፍርቂ መስከረም ከይበጽሐ ዓሰርተ ጎላት ብሽሙ ኣቑጺሩ ይርከብ ማርኮስ ራሽፎርድ እውን ብግዲኡ ኣብ መበል 77 ደቂቕ ተቐይሩ ድሕሪ ምእታው ሳልሰይቲ ከመዝግብ ከሎ ኣብ መጀመርያ ጸወትኡ ናይ ቻምፒየንስ ሊግ ፕሪምየር ሊግ ሊግ ካብ ኤሮፓ ሊግ ሃገራዊት ጋንታ ትሕቲ 21 ዓባይ ሃገራት ጋንታ ከመዝግብ ዝኸኣለ ተጻዋታይ ኮይኑ ኣሎ ድሕሪ ጸወታ ኣሰልጣኒ መሪኖ ኣብ ዝበሎ ንጸወታ ጋንቱ ሕጉስ ዘይምዃኑ ክገልጽ ከሎ ክልተ ብዜሮ ክንመርሕ ምስ ጀመርና ኩሉ ነገር ተቐይሩ ምሕሳብ ቅኑዕ ውሳነ ምውሳን ተገዲስካ ምፅዋት ብሓፈሽኡ ምፅዋት ገዲፍናዮ ድሕሪ ምባል ነቲ ውፅኢት ኣብ ሓደጋ ኣውዲቕንያ ነርና ኢና ብምባል ንመጋጥምትኻ ጋንታ ዝኾነት ትኹን ከተኽብራይ ዘለካ ኢሉ ኣነ ታኬትን ናይሎንን ምፅዋት ኣይብርሃንን ክብል ከዓ ወሲኹ ነታ ንመጀመርያ ኣብ ቻምፒየንስ ሊግ ትሳተፍ ዘላ ኣዘርበጃናዊት ጋንታ ኮረበክ ኤፍከ 6 ብ0 ብምዕናው ምምላሳ ናብ ቻምፒየንስ ሊግ ዝፀንበለት ከዓ ብሰማያዊ ትፍለጥ ለንደናዊት ክለብ ቸልሲ እያ ናይ መጀመርያ ኣብ ሜዳ ስታንፎርድ ብሪጅ ተፃወተ ዳቪድ ዘቦከስታ ከዓ ክኹርሳ ዝሓሰበ ኣደናቂት ጎል ብምምዝጋብ ሓድሽ ጅግና ደገፍቲ ቸልሲ ክኸውን ጀሚሩ ኣሎ ዛቦኮስታ ኣብ ዝደልዮ ዘመዝግብ ኢሎም ከዓ ይዝምሩሉ ነበሩ ጎል ናይ ዛቦኮስታ ካልኣይቲ ናይታ ኣብ ሓሙሽተ ደቂቕ ፀወታ ድሕሪ ምጅማሩ ብፔትሮስ ዝተመዝገበት ክኸውን ከላ ካልእ ንመጀመርትኡ ግዜ ንቸልሲ ዘመዝገበ ከኣ ተቐይሩ ዝኣተወን ንሱ እውን ሓድሽ ኣብዚ ክረምቲ ዝመጸ ቱሜ በኪያኮ እዩ ባትሽዋይ ከኣ ክልተ ብሽቡ ብምቑጻር ዝነኣድ ጸወታ ኣርእዮም ኣብ መኽፈቲ ፕሪምየር ሊግ ብበሊ ካብ ዝሰዓሩ ንደሓር ከኣ ኣርባዕተ ግዜ ኣከታቲሎም ክስዕሩ ብምኽኣሎም ዓሚ ዋንጫ ዘዕተሮም ኣቃውማን ቀጻልነትን ብቕልጡፍ ይረኽቡ ኣለዉ ነቲ ግጥም ኣመልኪቱ ኣሰልጣኒ ኣንቶኒ ኮንተ ኣብ ዝበሎ ብጣዕሚ ጽቡቕ ኣጀማምራ እዩ ኣብ ምጅማርና ናይ ቻምፒየንስ ሊግ ብኸምዚ ምጅማርና ኣወንታዊ እዩ ሕጂ ብዛዕባ መጻኢ ምሕሳብ እዩ ጽባሕ ዕሪፍና ብዛዕባ ዝቕጽል ምስ ኣርሰናል ዘለና ጸወታ ክንዳሉ ኣለና ኢሉ ብዛዕባ እቲ ተቐይሩ ዝኣተወ ኤድን ሃዛርድ ኣብ ዝተዛረቦ ብኸምዚ ጌርካ በብቑሩብ ናብ ጸወታ ምምላሱ ጽቡቕ መስርሕ እዩ ቀልጢፍና እንድሕር ክጻወት ገዲድናዮ ዘለዎ መስፈርቲ ክደግሶ ይኽእል እዩ ፔድሮን ዊልያምን ንሱ ኣብ ዘለወሉ ጽቡቕ ይጻወት ስለ ዘለዉ ከኣ ዘረብጽ የብልናን ኢሉ ናይ ቅድም ባህር ቸልሲ ዝኾነ ላምፓርድ ኣብ ቢቲ ስፖርት ኣብ ዝሰርሓሉ ብዛዕባ ኤድን ሃዛርድ ክዛረብ ከሎ ሃዛርድ ተቐይሩ ምእታዉ ንቸልሲ ጽቡቕ ሓገዝ እዩ ኣብዚ ዝሓለፈ ቀዳመ ሰንበት እውን ከምኡ ተቐይሩ ኣትዩ እዩ ሃዛርድ ኣብ ጽቡቕ ኣቋውማ እንድሕር ኣልዩ ተኣምር ክፈጥር ዝኽእል ተጻዋታይ እዩ። ከም ርእይቶይ ከኣ ማዕረ መሲን ሮናልዶን ክበጽሕ ዝኽእል ተውህቦ ከም ዘለዎ እየ ዝፈልጥ ኢሉ። ሊቨርፑል ኣንጻር ስጳኛዊት ሰቪያ ኣብ ሜዳ ኣብ ዝተካየደት ጸወታ ማዕረ ክልተ ብክልተ ክትፈላለ ከላ መጀመርያ ዘመዝገቡ ሰቪያ ኣብ ሓሙሽተ ደቂቕ ብመገዲ ቤን የዳ ኣቢሎም ክኾኑ ከለዉ ሊቨርፑል ከኣ ጽቡቕ ግብረ መልሲ ብምሃብ ኣብ መበል 21 ደቂቕ ብመገዲ ፈርሚኖ ኣብ መበል 37 ደቂቕ ከኣ ብመገዲ መሓመድ ሳላሕ ኣቢሎም እዮም ኣብ መበል 41 ደቂቕ ከኣ ንዘለዎም ናይ 2 ብሓደ ውፅኢት ናብ 3 ብሓደ ከብል ዝኽእል ዕድል ረኺቦም እኳ ተነበሩ ክጥቀሙሉ ኣይከኣሉን ንሱ ድማ ዝረኸቦ ሪጎለ ብመገዲ ፈርሚኖ ክስሕቱ ብምኽኣሎም እዩ ድሕሪ ዕረፍቲ ኣብ መበል 75 ደቂቕ ኮራ ካብ ሰብያ ስለ ዘመዝገበ ነቲ ውፅኢት ተማቒለን ክልተ ብክልተ ክወፃ ተገዲደን እየን ሕጂ እውን ከም ቀደም ከም ናይ ማንሲቲ ውፅኢት ብሰንኪ ምክልኻል ዘይተደለየ ውፅኢት ዘመዝገቡ ሊቨርፑል ንዓመታት ዝኸደ ጉዳይ ምክልኻልን ሓላው ማዕፆን ክፈትሑ ዘይምኽኣሎም ተሪር ነቐፌታ ክወርዶም ክኢሉ እዩ ኣሰልጣኒኦም ጀርገን ክሎፕ ድሕርቲ ፀወታ ኣብ ዝሃቦ መልሲ ብዛዕባ ምንታይ ከም ትዛረቡ ፈሊጤ ኣለኹ ምክልኻል ከምዚ ዶ እዚ ዘየፈረሙ ዶ እዚ ዘይደገሙ እቲ ክውንነት ግና ካብኡ ዝረሓቐ እዩ እዚ ጸገምዚ ሓዘ ተጻዋታይ ብምፍራም ትፍታሕ ነይሩ ተዝኸውን ኩሉ ገንዘብና ናብኡ ምውዓልናያ ነርና እቲ ጸገም ፍታሕ ጸወታና ብጋንታ ደረጃ ምስ ነመሓይሽ ጸወታ ካብ ድሕሪት ክሳብ ቅድሚት ምስ ንቆጻጸሮን ቀለልቲ ጎላት ዝኾኑ ዕድላት ዘይምሃብን ጥራይ እዩ። ስለዚ ናይ ምክልኻል ጸገምና ጥራይ ዘይኮነ ከም ጋንታ ሚእቲ ካብ ሚእቲ ክነመሓይሽ ኣሎና ኢሉ። ማንሲቲ ናብ ሮተርዳም ሆላንድ ተጓዒዛ ኣንጻር ፊነርድ ኣብ ዘካየደቶ ግጥም ኣርባዕተ ብዜሮ ክትዕወት ከላ ጆን ስቶንስ ክልተ ሰርጌ ኣጌሮን ገብርኤል ጀሱስን ከኣ ኣመዝጊቦመን። ኣድናቖቱ ናብ ክልተ ተጻወቱ ኣናጸጺሩ ዝሃበ ጓርዲዮላ ንጆን ስቶንስ ዓብዪ መጻኢ ዘለዎ ተኸላኻላይ ክብሎ ከሎ ንኬቨን ደብረና ከኣ ኣብ ህይወተይ ሓደ ካብቶም ዝበለጹ ዝርኣኹዎም ተጻወትቲ እዩ ዳርጋ ዘይገብሮ የብሉን ምሳና ምህላኡ ከኣ ካብቲ ዘኹርዓና እዩ ኢሉ ኣብ ዳሕራይ ክፋል ናይ ማእከል ሜዳ ኮይኑ ዝጻወት ዘሎ ኬቨን ሓድሽ ፒርሎ ዝብል ሽም ጠቢቕዎ ከም ዘሎ ይፍለጥ ኣብ ወምብሊ ስታዲየም ሓድሽ ግዜያዊ ሜዳኣ ዓዲማ ንዶርትማን ሰለስተ ብሓደ ዝሰዓረት ካልእ እንግሊዛዊት ጋንታ ከዓ ቶተንሃም ክኸውን ከላ ክልተ ጎላት በቲ ኣብ ጽቡቕ ኣቋውማ ዝርከብ ሃሪኬን ሓንቲ ከዓ ብሶን ሃንግምን ከተመዝግብ ከላ ንኤርትራዊ ሽወደናዊ ኣሌክሳንደር ኢሳቅ ምስ ተቐየርቲ ቀሪባቶ ዝነበረ ዶርትመን ከዓ ብመንገድ ያርሚሌንኮ ሓንቲ ጎል ከተመዝግብ ከላ ካልእ ብመገዲ ኣቡሜያንግ ዘመዝገበቶ ከዓ ኦፍሳይድ ተባሂሉ ተሰሪዝዋ እዩ ኣብ ወምብሊ ምስዓር ከም ሽሑር ቀይድዋ ዝነበረ ቶተናም እዚ ስዕረት እዚ ንሓዋሩ ካብቲ መቑሕ ከውፅኣ ተስፋ ገይራ ትርከብ ቀዳማይ ክፋል ኣብዚ ይውዳእ ኣብ ካልኣይ ክፋል ተኸታተሉኒ ሰላም